ክኣትዋ ደሞ ክኣትዋ ደሞ ሽገይ ወሊዐ ክኣትዋ ደሞ ክኣትዋ ደሞ ሽገይ ወሊዐ ዓጋመ ዓጋመ ዓጋመ ዓጋመ ሓበን ኩሉ ትግራዋይ ኮይንክለይ ኾሪዐ ከወድሰኪ ዓደይ ኣነሰ እንዳዕዲዐ

ሰላም ሰላም ክቡራ ተኸታተልተይ ብዘለኹም ኮይንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ። እንቋዕ ንወርሓዊ በዓል ቅዱስ ገብርኤል ብሰላም ኣብፀሐኩም። ሎማዓንቲ ወርሓዊ በዓል ቅዱስ ገብርኤል እዩ። ደስ ዝብል መዓልቲ እኒኦ ናይ ሎማዓንቲ ውዕሎና ሸር ክገብረኩም እየ። ክሳዕ መጨረሻ ሓቢርኩም ንፅንሑ። እዚ ትሪእዎ ኣለኹም ቤተክርስትያን ያው ኣብ ከባቢና ዝስራሕ ኣሎ ሓድሽ ቤተክርስትያን ናይ ገብርኤል እዩ። ከምቲ ኩሉ ግዜ ዝብለኩም ይኸው ሐዚ ዘለዎ ደረጃ ነዚ ይመስል ብኩሉ ገፅ ከርእየኩም እየ ረእይዎ ኢኩም እቲ ቪድዮ ነዚ ይመስል ማለት እዩ ኣነ እንኳን ያው ተስፋ ገይረ ነይረ ንዓመታዊ ኣብ ዓመቱስ ተሰሪሑ ተፈፂሙ ክውዕል ደስ ኢሉኒ ነይሩ ግን ያው ከምቲ ትምነዮ ይኹንን ሓደ ሓደ ግዜ ይኸው ከምቲ ትርእይዎ ኣለኹም መዓዘ ዝተጀመረ እዩ ግን ሐዚ ዘለዎ ደረጃ ነዚ ይመስል ማለት እዩ። ገና ይኒኦ ንዓመቱ ዓመቱ ታሕሳስ ገብርኤል እዩ ታሕሳስ ዓሰርተ ሸዓንተ እዩ ዝኽበረው እዚ ከባቢና ግን ከምዚ ገና እዩ ዝመስል ንገብርኤልስ ኣየርክብሎን ይመስል ብዝኾነ ከምዚ ትርእይዎ ኣለኹም ይሄው ብኩሉ ገጽ ነዚ ይመስል ማለት እዩ ምናልባት ተወለዲ ደቂ ዕዳጋ ሓሙስ ዝኾንኩም ኣምታይ ደረጃ በፅሐ ኢልኩም ሓሳዊ ዝኾነኩም ሰባት እንድሕር ደኣ ሃሊኹም ያው ጉሩብ እውን ስለ ዝነበረና ልገብርኤል ገለገለ እናተባሃለ ዝዋፃእ ነይሩ እሞ ዝኾነ ግዜ ነዋፅ ነይርናና ያው ንክትፈልጡ ዝኣክል እዩ ምንታይ ደረጃ ከም ዘሎ ብምንታይ ምክንያት እዩ ተቋሪፁ ይፈልጥን ግን ያው ኣብ ከምዚ ደረጃ እዩ እኒኦ ይብለኩም ሎማዓንቲ ወርሓዊ በዓል ቅዱስ ገብርኤል ስለ ዝኾነ ብዙሕ ሰብ እዩ ዝስዕም ኣሎ ከምዚ ትርእይዎ ኣለኹም እዩ ኣብዚ ስዒምና እናተመለስና ኢና ይህው ድባቡ ግን ከመይ ድዩ ደስ ዝብለካ ስቕ ኢሉሲ መስከረም ከባቢ ክኾን ሃለየ በቃ እቲ መሬቱ ድዩ ዙ ብቻ እቲ ከባቢታት ገለ ደስ ይብለካ ከምዚ ትርእይዎ ኣለኹም ለምለም ነገር ኢኻ ትርኢ ቅድሚያ እስኪ ሓደ ነገር ክብለኩም ያው ሳብስክራይብ እንኳን ትገብሩ እንዲኹም ኩራ ተኸታተልቲ ግን ዘይገበርኩም ከዓ ትከታተሉን ኣለኹም ቪድዮ ስትሪዎ ግን ሳብስክራይብ ዘይትገብሩ ሰባት ኣለኹም እና ሓንቲ ግዜ ንዓኻትኩም ምንም ማለት ኣይኮነይ ሳብስክራይብ ጌርኩም እዛ ናይ ደወል ምልክት ንኸኣብልዋ ማለት እዩ። ዒስራ ሽሕ ሳብስክራይብ ኣብ ቀረባ ግዜ ኣእትውኒ ናብ ዒስራ ሽሕ ገጽና ናኸድና ኢናና እስኪ እዚኣ ሳብስክራይብ ዝገበርኩም እውን ንዘይገበሩ ኣዘኻኽርዎም። ከምዚ ስኡልኩም ሳብስክራይብ ከይገበርኩም ኩሉ ግዜ ትከታተሉኒ ከዓ ሳብስክራይብ ገበሩለይ ክብለኩም ይደሊ። ክቡራት ተኸታተልተይ ብዝኾነ ይሄው ውዕልና ካብዚ ልጅምር ማለት እዩ ቤተክርስትያንና ከምዚ ትሪእዎ ኣለኹም ነዚ ይመስል ውይ ኣሰራርሕኡ እንኳን ብጣዕሚ ገራሚ እኒኦ ዝመስል እስኪ መፈፀምትኡ የርእየና ብጣዕሚ ሃፂፀኒኹ ተወዲኡ ተፈፂሙስ ክሪኦ ብጣዕሚ ጓጉየ እኒኦኹ ብዝኾነ እስኪ እግዚኣብሔር ኣምላኽ መፈፀምትኡ ንክንርኢ ባዕሉ ይርድአና ይብለኩም ኣብዚ ምስ ኣርሰዋይ ነኸድና ከምዚ ትሪእዎ ኣለኹም ከመይ ከመይ ጌርኪ ክተኸዲንኪ ይብላ ኣለኹ ኣይ ካብ ቁሪ ይከላኸለለይ ጥራሕ እምበር ገለ እያ ትብለንላ ያው ገዛና ናቐረብና ኢና ማለት እዩ። ደስ ዝብለካ ነገር እዛ ቤተክርስትያን ምስዛ ገዛና ዝተቐራረበት እያ። ይኸው ናይ ወጋሕታ ፀሓይ ከዓ ነዚኣ ትመስል ማለት እዩ። ኣብዚ ያው ገዛና ኣቲና እኒኢና ትማሊ ሰንበት ነይሩ። ትማሊ ሰንበት ኣብ ገዛና ደስ ልብል በዓል ኢና ኣሕሊፍና ዳርጋ ያው ስለ ዘይተመቸየኒ እየ ዘይቀረጽኩልኩም ኣጋጣሚ ጋሻ ነይሩስ ያው ናንሽዑ ካሜራ ኣብ ቅድሚ ጋሻ ከዓ ብጣዕሚ እዩ ዝድብር ኩሉ ግዜ ድክ ጋሻ ጋሻ ትብሉ ከይትብሉ ኣብ ገዛን ኣጋጣሚ ኮይኑስ ጋሻ በቃ እንትን ኣይብልን ማለት እዩ ኣይፍልን እና ዝኾነ ግን ትማሊ ሰንበት ደስ ዝብል መዓልቲ ነይሩ ማለት እዩ። በዚ ብላዕሊ እውን ከቕምጠልኩም ይሓፀርቲ ዝቐረፅክዎ ያው ብጣዕሚ እውን ናፊቐኩም ቪድዮ ኣይሰደድኩን ነይረ ክምትምት ናበለኒ እዩ ውዒሉ ብዝኾነ ግን ስለ ዘይጠዓመኒ እዩ ኣብዚ ግን ከምዚ ትርእይዎ ኣለኹም ሎማዓንቲ እውን ያው ገብርኤል ስለ ዝኾነ ፃሕሊና ሰራሕና ኢና ጥሕሎ ኢና ክንበልዕ እንታይ ድሲ ከባቢ ኣብ ደኣመት ቀነ ኣብ ደኣመታት ወይ ኣብ ደኣመት ሕላፍ ገለ ክኸውን ንሃለየስ በቃ ከምዚ ሽሮ ብላዕ ኣይመጸካን ማለት እዩ ኣነዊኒ ድየ ዋላ ንስካትኩም ውን ከምኡ እዩ ዝገብረኩም ከምዚ በቃ ስልሲ ስጋ ዘለዎ ነገር ገለታት ደስ ይብለኒ እምበር ከምዚ ናብ ሽሮ ክትምለስ ከም ዘይትምለሶሲ ኣብዚ ሕላፍ ኣብ ድኣመት ገለ ግን በቃ ዝኾነ ኣሎ ምሽ ደስ ኣይብለካን ዋ ዝሮ ዝሮ እሰይ የስእነና እዩ ዝበሃል ኩሉ ምስኣንም ስለ ዘሎ እዩ እና ይሄው እዛ ፃሕልና ነዚኣ ትመስል እዛ ፃሕልና እንኳን ዘመናዊት ፃሕሊ እያ ብጣዕሚ እያ ጎድጓዳ ኣብዚ ከምዚ ትርእይዎ ኣለኹም ያው ገዛይ ናለዓዓልኩ እየ ኣብዚ ናብ ቡና ክንሰቲ ምሳ ክንበልዕ ዝፋርሻ እንኳን ኣብዚ ቦቱ ኣይኮነን በርግጥ ያው ደስ ኢልና ስለ ዘሎ ግን ድማ ኣቢልና ክንውዕል ደሊና ኢና ፃሕልና ይኸው ነዚኣ ትመስል ማለት እዩ ኣብዚ ክዳነይ ቀይረ ነፀላ እስኪ ኣከዳድና ነፀላ እየ ዝርኢ ኣለኹ ኣብዚ ከመይ ገይረን እየን ዝኽደኑ እዘን ንእሽቲ እስኪ ኣነ እውን በቃ ከምናተን ክኽደን እየ ናበልኩ የስተኻኽል ኣለኹ ይኣብየኒ ኣሎ ይዕሪ ኣለኹ ይኣብየኒ ኣሎ ሲስተረይ ፀዊዐን ኣስተኻኽለይ እስቲ ከመይ ኢለያ ይኸው ተመኮርና ተመኮርና ዝሮ ዝሮ እዚኣ ቆንጆ ገይራትለይ ትመስል ኣይ ከመይ ርኢኹምኒ ኣጥዕምለይ ዶ ነፀላ እውይ ከመይ ድዩ ትሽፎን ግን ማዕርግ ዘለዎ በስማ ባይዘወይ ያው ናው ደቃዊ ኒኒኦ እስኪ ፅንሒ ካሊእ ዓይነት ከርእየኪ ከዓያ ትብለና ኣይ እዚኣማ በቃ ናው ደቀት ኣብያትኒያ ካሊእ የርእኒ ይብላ ኣለኹ ካሊእ ከዓ ክትገብረለይ ተስተካክለለይ ላይሁ ከምዚ ትርእይዎ ኣለኹም እዛ ሓፍተይ ተስተኻኽለለይ ኣላ ኣብ መጨረሽኡ ግን ኣይ በቃ ከምዚ ኢለ እስኪ ቡና ከፍልሕ ኢለ እዛ ነፀላ ናመልኦት ምስ ኣበየትኒ ከምዚ ትርእይዎ ኣለኹም ነፀላይ ኣቕመጥ ጠቢለ ቡና የፍልሕ ኣለኹ ይብለኩም። ያው ብጣዕሚ እውን ንጨንቀኒ ነፀላ ገለ ክገብርዋ ዝሮዝሮ ከምዚ ቀሚስ ሽፎን ምናምን ጌርካ ንስራሕ ኣይቐለካን በቃ ትስእ ክትስእ ክትብል እውን ብጣዕሚ እዩ ዝድብረካ ዝሮ ዝሮ ግን ሓደ ሓደ መዓልቲ ስቕ ኢሉ ደስ እዩ ዝብለካ በቃ ሰብና ከዓ ሎሚ ናብ ናይ ቀደም እናተመለሱ እዩ ሕዚ ቀደም ኣውደ ኣመት ተኮይኑ ዋላ በዓልትና ስረ ምናምን ምግዛእ እዩ ደስ ለና ነይሩ ሎሚ ስረ ዝበሃል እንድዒ ኣይ ኣነ ንዓኹን ኣለቦምኩ ስለ ዝኾንኩ ጥራሕ ከይኮነስ ያው እቲ ግዜ እውንስ እናተቐየረ እዩ ናብ ሽፎን ናብ ንሓበሻ ቀሚስ ገለታት እዩ እምበር ያው ስረ ዳርጋ እናቐረየ እዩ ይብለኩም። ዝሮ ዝሮ ባህልና ተዝምለስ ደስ ይብለና። ኣብዚ መኣድና ናቐረብና ናዮ ብዓቕምና ከምዚኣ ጌርና መኣዲ ሰሪዕና ንሰለስተ ቆልዑ ያው ጻሕልና ግን ጎደሉ ኮይኑ እቲ ጻሕሊ ብጣዕሚ እዩ ዓሚቕ በቃ እዚ ናይ ባህላዊ ናይ ገጠር ዘሎ እዩ ቆንጆ እምበይ እዚኣሲ ብጣዕሚ እያ ጎድጓዳ ዝኩላይ ሰሪሕናስ ግን ዘይመለአት ብዝኾነ ግን ንዓና ያው ተኣኽለና እዩ ወዮ ንዓይንኻ ምልእ ክብል እዩ ደስ ስለ ዝብለካ እምበይ ያው ሕልበት እውን ኣብዚ ኣቋሪፅና እዩ ከምዝብለኩም ኣለኹ ትማሊ ሰንበት ያው ደስ ልብል ግዜ ኣሕሊፍና ነርናና ንሽዑ እዩ ኮይንና ሕልበት ኣቋሪፅና እዩ ለኩም ዝኾነ ግን ንዓና እንኳን ኣኺላትና ያ እግዚኣብሔር ይመስገን። ያው ደስ ኢልና እዩ ኢሉ ቆንጆ ምሳሕ ኢና እውን ወይና ከምቲ ዝብለኩም ኣነ ብዙሕ ናይ ጥሕሎ እንትን ኣድናቂት ኣይኮንኩን ማለተይ ፎታዊ ጥሕኖስ ኣይኮንኩን ብጣዕሚ ግን ከምዚ ሓደ ሓደ ግዜ ስሕት ኢልካ ከዓኒ ደስ ይብለካ በቃ ደስ ኢሉካ ከምዚ ዓመት በዓል ኣውደ ኣመት ገለ ኮይኑ ይስማዓካና ይሀው ከምዚ ትርእይዎ ኣለኹም ጥሕሎና ነዚኣ ትመስል ኣብዚኣ ጻሕልና ክንግልብጥ ኢና ማለት እዩ። ጻሕልና ናገልበጥና ኢና። ንቐደም በሉ ግን ክቡራት ኣሕዋተይ ዝኾነ ግዜ ግን እንታይ ድዩ ገይረ መሲልኩም ኣብ ስደት እሲ ፃሕሊ ብጥሕሎ ከምዚኣ ኢላ ኣብ ፌስቡክ ርእየ ፎቶስ ብጣዕሚ ደስ ኢሉኒ ማለት እዩ። ብጣዕሚ እያ ደስ ኢላትኒ እዛ ጥሕሎ። ካብኡ ኣነ ከዓ ኣብ ገዛይ ያው ኣብ ዳመዳም ክሰርሕ ትኽእል ኢኻ ዝደለኻዮ እና ጥሕኒ ኣምፅኤ ገለታት ጥሕሎ ዓየ ፃሕሊ እውን ንእሽተይ ነይራትኒ ፃሕሊ ገይረ ሰሪሐ ከምታ ፎቶ ዝረእኹዋ ጌረያ እዛ ጥሕሎ ማለት እዩ ደሓር ምስ ሓንቲ ሲስተረይ ናወላዕኹ ብቪድዮ ኣባልዕኒ ኢለያ ክበልዕ ምናምን ተወልኩ ከመይ ኢሉ ሽውሃተይ ይኽፈት ጥሕሎ በቃ ዕጽ የቢሉኒ ማለት እዩ ወዮ ደስ ኢሉኒ ሰሪሖዮሲ ግን በቃ ንእሽተይ ክበልዕ ተወልኩስ ከቕለሽልሸኒ ደልዩ ከምዚ ዝሓለፈኒ ማለት እዩና ሰብ ጥዑም ብሓደ ወገን ውይ በስመኣም ብዘይ ሰብ ምንም ኣይብልዐልካን ግን ምስ መሓዙተይ ምስ ኣሕዋተይ ተኮይንና ግን ብጣዕሚ ኢና ንበልዕ ኔርና ማለት እዩ እና ናይ ጥሕሎት ውስዳ ኣብ ዓዲ ዓረብ እዚ ከምዚ የለኒ ኣብዚ ምግብና በሊዕና ያው ክሳዕ ምግብና ንበልዕ እዛ ቡናና ናፈልሐትና ኔራ ቡናና ርኪባ ከምዚ ትርእይዎ ኣለኹም ቡናና ኣውሪድናዮ እኒኤና ኣለኩም ኣብዚ ሲስተረይ ያው ኣረቂ ምስ ቡና ጽቡቕ እዩ ገለ እያ ትብለና ኣነ ከዓ ምስ ሻሂ እዩ ጽቡቕ ዝፈልእ ምናምን ይብላ ኣለኹ ኣይ ምስ ቡና እውን ሲ ሓሪፍ እዩ ገለ ትብለኒ ላ ኣለኩም ንቐደም በልወሉ ብርትኳን እኒኦ ብዝኾነ ያው ደስ ዝብል ግዜ እዩ ነይሩ እዞም ሓተይ ኣብ ገዛና ገብርኤል በዓል ከምዚ ጌርና ኢና ኣሕሊፍናዮ ያው ቡናና ናቀዳሕና ኢና ሓዳሽ ጀበና ካዓየ ገዚኤልኩም ኒኤኹ ያው ንሳልሳይ ግዜ ድዩ ንራብዓይ ግዜ የፍሊሐላ ኒኤኹ እዛ ጀበና ኣነ እንኳን ምጥዓም ኣብያትኒ እያ ኒኣ ዝሮዝሮ ሓድሽ ጀበና ሰይጥዕምን ግዲ ቡና ብቻ ምንም ክጥዕመኒ ኣይከኣለና ዝሓድሽ ጀበና ዝሓዳሽ ጀበና እዚኣ ኣብ ዓድና ከዓ ሰለስተ ሚእቲ እያ ትግዛእ ኣለኩም ብዝኾነ ናይ ሎማዓንቲ ዝነበረ ቪድዮና ነዚ ይመስል ያው ውዕለይ ሸር ንክገብረኩም ዝኣክል እየ ሒዘልኩም መፅየ እዚ ቪድዮና ብካሊእ ቪድዮ ክሳዕ ንራኸብ ሰሰናይ ንዓኹም ላይክ ሸር ምግባር ኣይትረስዑ ቻው